ማለት እዩ ይደፍሩኒ ከምዚ ሰበይቲ እዚኣ ደፋር ግን ርአ ኣይፈልጥ ማለት እዩ ሰላም ሰላም ከመይ ቀኒኹም ኣነ ሰላም እየ እግዚኣብሔር መስገን ሓፍትኩም ሱዛን እየ ከምቲ ኣነ ሰላም ዘለኹዎ ሰላም ክትኮኑ በዓል ትምህርቲ ተስፋ እየ ማለት እዩ ድማ ሓንቲ ድማኒ በቱ ከምቲ ልሙድ ሒዘልኩም መፅአ እኒኹ ማለት እዩ ብዛዕባ ሃርያ ማለት እዩ እና ግዜ ለኩሉ ሃርያ ትገብሩ ኣሎ ግዜ ለኩሉ ምድር ከምዛትና ንሪኣ ኣለና ኢና ኣነ ለበ ብክፋሉ ሒደልኩም ይመፅ ኣለኹ ማለት እዩ መማዓት ንድማኒ ብዛዕባ ሃርያ ሓደ ሓደ ነገራት ክንብል የደልየ ማለት እዩ ንእሽተን ሕፀብ ብና ስጥሕ ክነብላ ማለት እዩ ንሃርያ እና ብዙሕ ዘብሲ ምኽን ሕማቅ ነገር ይገብሩ እሞ ናይ ባዕሉ ዝገብሮ ኣክት ኣሎ ብፍላይ ንቑሕ ተኮይንካ ሲ ስማርት እንድሕር ኮንካ እንትን ትብሎ ኢኻ ትግጥሞ ኢኻ ገለና ከም ዝገጠምካዮ ፈሊጡ ድማ ናይ ባዕሉ ዝኾነ ሲስተም እዩ ዝፈጥር መጨረሻ ላይ ሲስተም ንሱ ከም ዘየዕውቶ ፍሉጥ እዩ ግን ዝሽሸገሉ ምክንያት ብጣዕሚ ልእልሽ ማለት እዩ እና ከም ሃርያ ግን ካብኡ ብዝበለጠ ተተዓፃፀፍ ሰብ እያ ባይዘወይ ንቕሓታ ልለዋ ነገራት ብጣዕሚ እየ ለድንቐላ ጋይስ ብጣዕሚ ማለት እዩ ትኸዶ ርሕቐት ትተዓፃፅፍሉ ምትዕፅፃፍ ትገብሮ ነገራት ትገብሮ ኣክትታት ምናምን ብጣዕሚ እየ ለድንቐላ ብጣዕሚ ማለት እዩ ግን ከም በዓልቲ ሓዳር ከም ኣዶ ከም ኣዶ ውላድ ከም ኣሚና ከም በራኺ ሰብኣይ ኮይና ክንሪኣ ከለና ግን ብጣዕሚ እያ ትሰነፍ ማለት እዩ ጋይስ ናይ ብሓቂ እውነት ማለት እዩ ብጣዕሚ እያ ምክንያቱ በቲ ዝገበሮ ተልክዕ ትኸዶ ዘላ ነገራት ብጣዕሚ ለፅለካ እኳ ደኣስ ክትገብሮ ዝግብኦ ነገራት ብጣዕሚ ሰፊሕ ዝኾኑ ስራሕትታት እኒአው ስራሕቲ ንሱ ከዋፃ ድዩ ኣየዋፃይ ካሊእ ነገር ኮይኑ ግን ክትገብሮም ልግባእ ነገራት ግን መዓት እኒኦ ማለት እዩ ይኹን ደኣ እምበር እሱ ገዲፋ ግን ትምልሶ መላለሳ እትዛረቦ ቃላት ምናምን በቃ ከምዚ ሓደ ነገር ለይገበረት ከምዛ ብፅእቲ ዝኾነት ከምዛ በቃ ብዙሕ ነገራት እንትን ከም ዝበለት ኮይነ እያ ትኸደለ ማለት እዩ እና ብቲ ዝገበረቶ ኣብ ልዕሊ ባራኺ ሰብኣይ ምድራብ ማለት ቀሊል ነገር ኣይኮነን ጋይስ። እሶም ተትኾኑ ነርኩም እንታይ ምገበርኩም ማለት እዩ ወይ ድማ እስኻ ትትኸውን ነርካ ስበይትኻ ኣብ ልዕሊ ሰብኣይ ደሪባትልካ እሞ ንስኻ እግዚኣብሔርን ከም ባራኽ ዝኣመሰለ ሰብኣይሲ ኣይዶኖ ብጣዕሚ እየ ዝፈትዎ ኣነ ብጣዕሚ ዋላ ካራክተር እንዲዩ ምናምን ክትብሉኒ ትኽእሉ ኢኹም ግን ከም ኣነ ብጣዕሚ እየ ዝፈቶ ኣብ ትሕትኑ ዘለዎ ነገር ኣብ ደቁ ፍትወት ዘለዎ ነገር ኣብ ሚኖ ሓዳር ዘለዎ ነገር ኣብ ስርሑ ዘለዎ ነገር ኣብ ደቂ ሰባት ዘለዎ ክብሪ ብጣዕሚ እዩ ስማርት ብጣዕሚ እዩ ሰብኣይ ማለት እዩ እና ደቁ ክፈቱ ከሎ ዝጥቀመሎም ቃላት ናይ ባዕሉ ልኾነ መዓዛ ናይ ባዕሉ ልኾነ ጣዕሚ እኒኤሉ ሰበይቱ ክገልፃ ከለ ብፍቅሪ ናይ ባዕሉ ልኾነ ኣንትን እኒኤሉ በቃ ደስ ዝብል ነገር እኒኤሉ ተረዲእኩም ንሰባት ከይዱ ኣይጎድእን እዩ ሕማቅ ነገር ናይ ሰባት ኣይደልን እዩ ሰባት በቃ ብዝኾነ ይኹን ነገር ንኸየፅልምዎ ዝኸዶ ርሕቐት ክነግረኩም ኣይክእልን እና ከም ሰብኣይ መጠን ገዝኡ ከማን ተሓዲሩ ይፈልጥ ንምንታይ ሰበይቱ ከይትጠሚ ደቁ ከይጠሚ ካብ ትምህርቲ ንኸይተርፉ ምናምን ኣስቢዛ ናይ ገዛ ንኸይጎድል ኢሉ ዋርድያ ሓዲሩ ንጎ መፂኡ ናይ ገዛ ስራሕቲ ካብኡ ለለ ኣብ ሓደ ዓዲ እንድሕር ኮይንካ ዝገጥሙ ነገራት ተፍቲ ዓዲ ግድን ክትካፈል ምክንያቱ ጎረቤት ስለዝኮንካ ወዲ ዓዲ ስለዝኮንካ ኣይነበርካን ኢኻ ኣብዚ ኔርካ ኣብዚ ኔርካ መቸም ኣይትበሃልና መርዓ ተነይሩ ተስካር ተነይሩ ሓዘን ተነይሩ ሓጎስ ተነይሩ ፀበል ተነይሩ ግድን ኢኻ ትካፈል ናይ ገዛኻ ኣከናዊንካ ልዕሊ ምሸት ዋርድያ ናይ ሰለስተ ክልተ ሰለስተ ሰዓት ድማ ልዕሊ ዋርድያ ክትሕሉ ከይድካ ተምጽኦ ገንዘብ ኣብ ገዛ ዝህሉ ሰብ ኣብ ገዛ ዝጸንሐካ ሰብ ከመይ ዓይነት ክብሪ ክህልዎ ኣለዎ ከመይ ዓይነት ፍትወት ክህልዎ ኣለዎ ከመይ ዓይነት እምነት ክህልዎ ኣለዎ ከመይ ዓይነት ኣሰራርሓ ኣካይዳ ክህልዎ ኣለዎ ንዓኹም ክነግረኩም ኣይክእልን እዩ ማለት እዩ እምበር ከሲ በቲ ዝኸፈሎ ዋጋ ኣብ ገዛ እናጸንሐት ሃርያ እንታይ ዓይነት ክትገብር ከም ዘለዋስ ግልፂ ነገር እዩ ይኹን ደኣ እምበር እዚታት ነገራት ከይገበረት ውሽማ ንምእታው እያ ተገዲዳ ማለት እዩ ውሽማ ንምእታው ብጣዕሚ ልናደኒ ፓርቲ ማለት እዩ ጋይስ ብጣዕሚ ልናደኒ ፓርቲ ናይ ባራክ ሕማም እዚ ኮላይ ንዓዩ በቃ ሃሲኒ ልበይ ሰይሩኒ ጋይስ ናይ ብሓቂ ኣወለድኩ እና ብቻ ብዝኾነ ይኹን ነገር ግን ነገራት ምናልባት ካብ ዘይምብሳል ክኾን ይኽእል ምናልባት ናይ ስሕተት ነገራት ክኸውን ይኽእል ዕሽዋ ክኸውን ይኽእል ምናምን እሞ ንበል ሕጂ እዚ ነገራት እዚ ገይራ ግን ከግብራት ዝተበጠሰ ገመድ የለን ጋይስ፣ ዝተበጠሰ ገመድ የለን። ገብራት ሃያ ንዕናይ ተሄድ ዝብላ ነይሮ ሕጂ በጊላ ንምኻን ወላ ሓንቲ ሽግር የብላን እያ። ግን ነገራት ንኸይበላሾ ምክንያቱ ኢዱ ደም ስለ ዝኾነ ገብራት ሓደ ነገር ተተፈጢሩ ድሕሪኡ ዝስዕቡ ነገራት ከቢድ ስለ ዝኾነ ድሕሪኡ ልመፁ መዘዛት ኣስፊሑ እዩ ኢለ ሓስብ ግብራት ማለት እዩ እና እታት ነገራት ንኸይመፅእ ክብል እዩ ዓሪቕዋ እምበር ፈትዮ ኮነ ዓሪቕዋ ሒዝዋ ከይዱ ናይ ባዕሉ ሰበይቱ ንክገብራ ዋላ ሓንቲ ሽግር የብሉን እምበርከስ እሳ ምስኡ ክትኮንስ ፍቃደኛ እያ ማለት እዩ ሕሰብዎ ካብ ገብራት ካብ ባራኽስ ንገብራት ፈትያ ካብ ባራኽ ዝኣመሰለ ብሩኽ ዝተባረኸሲ ንገብራ ትፈትያስ ምስ ገብራ ታ ወላ እኮ ሓዳር ንክትገብርስ ወላ ሓንቲ ዓይና ኣይትሓስን እያ ሃርያ ማለት እዩ እዛ ግፍዐኛ ማለት እዩ ጋይስ ብቻ ብዝኾነ ይኹን ብቴለ በቲ በለ ግን ኣብዚ ሕጂ ሰዓት ባራኺ ናይ ባዕሉ ምፅርያት ይገብር ኣሎ እንታይ ከም ትገብር መን ከም ዝኾነት ሰብኣይ መፂኡ ዝነበረ ናይ ባዕሉ ዝኾነ ምፅርያት ትገብር ኣሎ እዚ ምፅርያቱ እዚ ግን ትፈልጥ እያ እንታይ ከም ዝገብር ከመይ ከም ዝገብር ዘሎስ ትፈልጥ እያ እምበርከስ ግድን እዩ ገዝኡ እናተወረረ ገዝኡ ማንም ወዲ ተባዕታይ መፂኡ ኣትዩ ክወፅኣሉ ከሎ ክኸብር ኣለዎ ገዛ እንዳ ሰብኣይ ክመስል ኣለዎ እንዳ ሰበይቱ ክመስል ኣለዎ እንዳ ውላድ ክመስል ኣለዎ እምበርከስ ማንም ሰብ መፂኡ ገዛኻ ክዝንጥለልካ ዋ ብጣዕሚ እዩ ከቢድ ብጣዕሚ እዩ ከቢድ ማለት እዩ እና ሕጂ ነዚ ነገራት እዚ ክንተዕርፍ ነዚ ነገራት እዚ ክንተስተኻኽል ጎይታ ጎይታና ከምዚ ከምዚ መሲሉ ክኸውን ይኽእል ግን ምናልባት ንዓኹም እዩ መሲልኩም እምበር ኣነሲ ከምዚ ዓይነት ነገር ኣይገበርኩን እየ እንድሕር ከምኡ ገይረ መሲልኩም ኮይኑ ምናምን ግን ይቅርታ ጎርለይ ኢላ ክንዲ ጎይታይን ቤተይ ትብል ማለት እዩ ጋይስ እሞኻስ ውዒላቶ ኸላ እሞኻስ ውዒላቶ ኸላ ብላዕሊ ኮይና በለካን ለካዕካን ክትብሉ ፍኦድ ከምዚ ትብዕሉ ኣለኹም ሕሾ ተብልዕለይ ፀለመ ትዘምቱን ኣለኹም ምናምን ምናምን ምናምን እናበለት ተኸዶ ዘላ ርሕቀት ዓርሱ ዝኸኣለሲ ነቲ ፅልኢ ነቲ ፍትሕ ንምቅልጣፍ ብጣዕሚ ልብል ኣሎ ማለት እዩ ለፋጥነሉ ኣሎ ነቲ ፍትሕ ንክመፅእ እቲ ምፍልላይ ንክመፅእ እቲ ገዛ ንክበርስ ንክዓኑ ንሳና ውሽማ ንክትከይድ ማለት እዩ ጋይ ብጣዕሚ በቃ ተፋጥኖ ኣላ ግን ትክክል ድዩ ጌጋ እንድሕር ኢልኩምኒ ጌጋ እዩ ማለት እዩ ቃል ኪዳን ቀሊል ዝበሃል ነገር ኣይኮነን ወሊድካ ምፍታሕ ቀሊል ዝበሃል ነገር ኣይኮነን ቀደመይ ቀደመይ ንባዕልና ንባዕልና ካልኣይ ካልኣይ ካብ ነቶም ቆልዑ ምስ እዚ ምዛም እዚ ምዛም ናበሉ ክዓብዩ ከለዉ ፅባሕ ንግሆ ዝበፅሖም በሰላ ልወጽሖም ሽግር ልወጽሖም ጽልዋ ቀሊል ልበሃል ነገር ኣይኮነን ፕላስ ድማ ኣብ ልዕሊኦም ብቻ ለይኮነ ኣብቲ ካሊእ ኣብ ውላዶም ውን ከምኡ ዓይነት ጽልዋ ንክመጽእ ብፍላይ ብሓንሳዕ ኮይኖም ውን ዝገረጭው እንድሕር ደኣ ኮይኖም ዝበኣሱ እንድሕር ደኣ ኮይኖም ብሰለማዊ መንገዲ እንድሕር ትፋታሕ ኮይንካ ቤተሰብ ዝፈጥሩ ብደንቢ ዓብዪ ሽግር ተፈጢሩ እቲ ሽግር ከዓ ምፍልላይ መፍትሒ ከም ዝኾነ ህይወት ካብ ምጥፋእ፣ ሕማቕ ነገራት፣ ሕማቕ ስራሕቲ ካብ ምስራሕ ተባሂሉ ፍትሒ፣ ፍትሕ፣ ኮይኑ ዝርከበሉ ኩነታት ኣሎ። እዚኦም ግን ብሓንሳእ እናሃለዉ እሞ ናይ ኣዲኦም ተግባር እናፈለጡ ኣዲኦም እንታይ ከም ትሰርሕ እናፈለጡ ክፈላለዩ ከለዉ ፅባሕ ንግሆ እዞም ቆልዑ እዚኦም ማለት እዩ ዝወልድዎም ውላድ ናሃቶም ፅልዋ ኣለዎ እዩ። ንሃቶም ጽልዋ ኣለዎ እዩ እምበርከሲ ስድራኦም ክጨሃጨኹ ክበኣሱ ክፋትሑ ምናምን እዮም ኣብቲ ልቢ ምስ ገበሩ ሲ ዝሴብ ዝኾኑ ቀዲሙ ዝመፀሎም ነገር እሱ እዩ እና ሰብኣይ ሰበይቲ ክፈላለዩ ከለዉ እቶም ዝወልድዎም ውላዶም ፅልዋ ኣለዎ እዩ ብጣዕሚ ይልፀሉ ብጣዕሚ እዩ ሓደጋ ኣለዎ እና ኩለና ብዝተኽኣልና መጠን ከም ናይ ሃርያ ዘይኮና ክንከውን ኣለና ሲ በቲ ዝገበርናዮ ጌጋ በቲ ዝገበርናዮ ልክዕ ዘይኮነ ነገራት ተፀፂትና ናብ ቦታና ናብ መስመርና ንምለስ ሓደ ካልኣይ ነቲ ዝግበር ነገራት ገደደ ርሕቐት ከይዱ ሽግራት ካብ ከየምፀና ኣብ ውሽጥና ኣብ ገዛና ኣብ ጓዳና ኣኪብና ገምጊምና ሰለማዊ ዝኾነ ምምልላስ ሰለማዊ ዝኾነ ሂወት ሰለማዊ ዝኾነ ስራሕቲ ንክንሰርሕ እዩ ዝግበእና እምበር ወሊድካ ምለለ ከምዚ ከምዚ እናገበርካ ምኻድ ዝኸድካኸዶ ርሕቐት ይቅርታ ብጣዕሚ ከቢድ እዩ ብጣዕሚ ለለ እናደካ ግን እቲ ኩሉ ሽግር ተምፅኦ ዘላ ሃርያ እያ እቲ ኩሉ ሽግር መዘዝ ተምፅኦ ዘላ ሃርያ እና ሃርያ ክኒ ይቅርታ እማ ምስጓና ኮይና ኣብ ደገ ኮፍ ኢላ ክትፀንሐኒ እያ ኢለ ፍጹም ኣይሓሰብኩዎይ ሞየር ማለት እዩ ብቴለ በቲፈለ ግን ያው ሃርያ ኣብ ቀጻሊ ክፋል ከመያ ክትብል ንባህራ ክተረጋግዖ ድያ ናብ ቤቱ ክትምልሶ ድያ ወይ በዚ ነገር እዚ ንሄራ ካብ ገዛ ድያ ክትስጎ ተሰጒጓ ከም ምስ ባራኺ ድያ ክኸውን ክትከውን ወይስ በይና እያ ገዛ ክራያ ክትካረ ልብል ኣብ ቀጻሊ ክፋል ሒዘልኩም መጽየ ክሳብ ሽዑ ግን ሰብስክራይብ ምግባር ኣይትረስዑ ኢኹም ሰሰናይና ኣምሽኮሪናታት